ሰላም ሰላም ክቡራት ተኸታተልተይ ከመይ ውዒልካትኩም ዳሕና ዲኹም? ኣነ ዳሕና እየ ኣምላክ ይመስገን። ኣሚን ኢኻትኩም ክቡራት ተኸታተልቲ እና ዳሕና ዲኹም? እምበኣርከስ ናይ ልማዓንቲ ዴታ እዩ ኮን ኣምዚ ትሪእዎ ኣለኹም ቀውዒ ዓውዲ ኣትዩ ኣምሕሓይ ኣምቡቋ ጸም ምዕራይ ስንዳይ ነንየና ደቂ ገጠር ገጠር ልዓበኻን ከምዚ ቃውዒ እኽሊ ተኣቲ ተሎ ተሓሕያ ነበርኽን ኣበይ ኣለኽን ብእውነት ኣብ ስደት ነርካሲ ኩሉ ነገር ተሰብ ንዓድናሲ ምሕሓይ ምእራይ ገለ ትኽእል ኣይመስለይ ባይዘወይ ካብኡ ዓይኒ ብዓይኒ ልሓሓኻ ከምዚ ክተርእየን ተለኻ ገለ ተን ዓዲ ነራሲ ብጣዕሚ እየን ልድነቃ ይገርመክኒ ኣብ ስዑዲ ከይድና ማለትስ በቃ ከምዚ ምሕሓይ ምግጋር ምሕፃብ ምናምን በቃ ኩሉ ነገርስ ተረሲዕናዮ ኣእቲና ልኣተና እዩ ልመስለን በቃ ምንም ዘይንኽእል እዩ ንመስለን ባይዘወይ ድምፀ ኢለ እዮ ዓውዲ ስልልቀነና መቸም ግራት ዝዘርአ ዓውዲ ለበለ በቃ ኣብቲ ኸዚ በቃ ንፋስ እኒኦ ፋሕሸውሸውሸው ቁርኒኤ ገለታት ግደፎ ናይ ቆልዑ ናብራ ኣይናብራን ኣይናብራን እያ እና ካብኡሲ ኣብዚሲ ንሓሓኹ እየ ኣጋጣሚ ተሓፍተ ኢለ ነይራ ንሓግዝኽዋ ገለ ካብኡስ ዋይ ስዑዲ ዝነበርክን ባ ምሕሓይ ምእራይ ገለ ትኽእል ኣይኸን ይብላኻ

ኣብ ስዑዲ እኮ በቃ ተዋላዊ ኢልካ ጸዳ ኢልካ በቃ ኣብቲ ፎቅ ውሽጢ ኣቲኻ ፀሓይ ትወፅእ በቃ ተዋላዊ ኢልካ ጭፍርኻ ኩሉ ነገር ተሓፃፂርካ ተኸዳዲንካ ትኳሓልካ ኢኻ ያከፍትል ከምኡ እዩ ዝመስለና ምንም በተለይ በተለይ ምሕሓይ ምእራይ ምንፋይ ገለስ ካብ ስዑዲ ኣቲኽንስ ልትኽእላ ይመስልን ናይ ይብላ ካዘን ኣብ ዓዲ ነበራ ካብኡ ሃምዚ ጌርካ ልሓሓኻ ትርኤ እንተለኻሲ ብጣዕሚ ይድነቓ እና ደቂ መዳም ዓይነይ ኣብ ዓዲ ተኣቲ ተለኽን ልተኣቲ ኣለኽና ገና ልመፃኢ ልተኣታለ ማለት እዩ

ኮርኮር ኢልክን እተያ በቃ ካብ ስዑድ ምሳ ትኾነስ ጸየፍየፍ ምናምን ኩሉ ክእሎ እየ ኢልካ ናብ ገጠር ኣለና ከተማ ምስራሕ እያ ዋ ደቂ ሓረስቶት ኮይንካስ ተረሲዑክን ኣሳሲስክን ተኣትኻያ እዩ መስለና ካብ ስደት እምበይ ቀደም ደኣወት ሰርሓ ነይርክን ኩሉ ይብላኻ ካብኡ ካብአን በሊፅካ ላሰራሓ ተርእያካ ተለዋ ሕርር ይብላ ማለት እዩ ካብኡ ሓፍቲ ክንደ ዓው ደእቲና ስንዳይ ሓምሳ ኪሎ ስንዳየ ሕሕይ ምስ ኣበልኩ ተገሪመን ተደኒቀን ማለት እዩ ዋይ ከተኣርያ ከተኣርየ መዓት ከተሓሕየ መዓት ታኣይ ከንባብ ስሩ ምንም ዘይትኽእላ እንዲ ልመስለና ነይሩ ኢልካ በቃ ሳተን ዘነው ዚናራ ለይሳተንስ ካልእ ሰብ ልኽእል የለ ልመስለኒ እዋ ብዙሓት ኖ ኣምኤ ኾነ ኣለና ኢና ጀጋኒ ኢና ኩሉ ፀሬትና ዓዲ ዓረብ የለ እቲ ናይ ዓደምና ዓድና የለ ኣይንርስዖ ኢለ ኣነለ ኩሉ ዓይነት የለ ስራሕ እየለ ርየን እና ሃምዚ ኢልና መዓንጣና ስጥም ኣቢልና ውዒልና ማለት እዩ ካብኡ ከዓ በቃ ምስቲ ኩነታት ከምዚ ይጅመር እዩ ከምዚ የለ እዩ ኣጥሕና ብላ እዩ ኒኤ ከዚ እግዚኣብሔር ኣምላኽ ደኣም ሰላም የወርደልና እምበ በቃ እቲ መጥሓን እቲ ኑሮ እቲ ኩሉ ነገር ብጣዕሚ እዩ ዝውስኽሎ ዘይቲ ኣብ ሳልሳይ መዓልቲ ሽሕይ ኣርባዕተ ሽሕ ሓሙሽተ ነረ ኸዚ ሽሕ ሸሞንተ ኮይኑ እቶም ነገዴ ከዓ ብጣዕሚ እንትን ይብለዎ በቃ እዚ ኩነታት ሲ ፈሪሑ ሰለበለ

እና ክቡራት ኣሕዋተይ ብዛዕባ እቲ ናይ ጦርነት ኩነታት ገለ ከዓሲ ናብ ሰላም ናብ ሽምግልና ናብ ኩሉ ነገር ተመሊሱ ሲ ሰላም ክኾነና ተስፋ ንገብር። ብጣዕሚ እዩ እቲ ህዝቢ ተረቡሽ እኒኦ በቃ ሓደ ግዜ ቀውዒ ይኣርም ኢሉ ኣብይ ኣሕመድ ይብሉ፣ ሓደ ግዜ ኣብ ሕዳር ይብሉ፣ ሓደ ግዜ ኣብ ታሕሳስ ይብሉ፣ ሓደ ግዜ ጥሪ ይብሉ ይኒኤና እስኪ መድኃኒዓለም በብሃይማኖትና እስኪ ጸሎት ንግበር ምእንቲ ኣዴታት ትግራይ ምእንቲ መናእሰይ ትግራይ ምእንቲ ህዝቢ መላእ ህዝቢ ጭነቕሎ በተለይ በተለይ ወለዲ እዛ ኩላ ጭንቂ ሕሊናስ ለለድዩ ጭንቂ መፀና ኢሉ ኣብ ጭንቂ እዩ እኔና በዓሉ እግዚኣብሔር ኣምላኽ ምሕረት ይልኣኸልና እምበይ እንታይ ክንብል እና እስኪ ኣስተያያትለ ጸሓፋ በቃ ጅግና ኢኺ ጎበዝ ኢኺ ናይ ገጠር ይትብሊ ናይ ከተማ ይትብሊ ኣብ ኩሉ ዓይነት ስራሕ ኢኺ ትሳተፊ ብስራት ዩቲዩብ እልትብሉ ላይክ እወይ ስዑዲ ነይረ ድዩ ኣኽሊ ክሓሒ እወይ ስዑዲ ነይረ ድዩ ኣኽሊ ክኣርል ዝበሃል ነገር የለን

ኹላ ላሓሓና ላኣጋገርና ላነፈና ላፀብሒ ላሰራሕና ኣብ ኹሉ ውዲ ኢና ደቂ መዳም ኢልና ብደንቢ ጅግንነትና ክንሪኤን ኣለና ማለት እዩ እና በቃ ናይ ርማዓንቲ ውዕለይ እዚ ይመስል ሰሰናይ ንዓኹም ባይ ባይ ብጣዕሚ እየ ዘኽብረኩም ቻው